Vote them out! ሰላም ከመይ ትኾኑ ጋይስ ካብ ፊሊን ሎማዓንቲ ከዓ ብሓድሽ ቪድዮ ተመሊስና ኣላ ሎማዓንቲ ቪድዮ ናይ ሎማዓንቲ ርእስና ክልተ ኣዝዩ ኣገዳሲ ሓበሬታት የሒዘልኩም መፅኦ ዘለኹ እቲ ቀዳማይ ሓበሬታ ብዛዕባ ኣብ ዝሓለፈ ክልተ ሰለስተ ሰሙን ሓንቲ ቪድዮ ሰሪሕልኩም ነይረ እሱ ከዓኒ ኣብ ኣሜሪካ ኤርትራውያን ከምኡውን ኢትዮጵያውያን ከምኡውን ዝተፈላለዩ ኣመንቲ ክርስትና ከምኡውን ሞስሊም ሰላማዊ ሰልፊ ይገብሩ ከም ዝነበሩ ሓንቲ ቪድዮ ሰሪሕልኩም ነይረ እሱ ከዓኒ ደቆም ናይ ግብረ ሰዶም ትምህርቲ ንኸይወስዱ ብዝብል ሰላማዊ ሰልፊ ወፂኦም ነይሮም። ስለዚ ብቤት ፍርዲ እንታይ ግብረ መልሲ ረኪቦም ወይ ከዓ መወዳእቱ እንታይ በፂሑ ዝብል ናቱ መቐፀልታ ክነግረኩም እዩ ማለት እዩ። እቲ ካልኣይ ከዓኒ ብዛዕባ ናይ ኣዲስ ኣበባ እዩ። ናይ ኣዲስ ኣበባ ምስዚ ሕጂ ዘሎ ኩነታት ሓዲሽ ኣዋጅ ወፂኡ ኣሎ። ንውሑዳት ኣዋርሕ ዝኸይድ ኣዋጅ ወፂኡ ኣሎ። ስለዚ እዚ ኣዋጅ እዚ ከዓ ኣዝዩ ኣገዳሲ ስለዝኾነ እሱ እውን ክነግረኩም እዩ ማለት እዩ። ስለዚ ሳብ መወዳእታ ምሳይ ፅንሑ። ሓደሽቲ ድሕር ኩንኩም ሳብስክራይብ ኣይትረስዑ። Let's go! ሰዝ ጋይስ መጀመርያ ንሪኦ ብዛዕባ ኣብ ዝሓለፈ ክልተ ሰለስተ ሰሙን ሓንቲ ቪድዮ ሰሪሐልኩም ነይረ እሱ ከዓኒ ብዛዕባ ንህፃናት ናይ ግብረ ሰዶም ትምህርቲ ክምሃሩ ኣለዎም ብዝብል ዝወፀ ሕጊ ብዙሓት ኤርትራውያን ኢትዮጵያውያን ከምኡውን ብዙሓት ክርስትያን ካብ ዝተፈላለዩ ሃገር ዝመፁ ሞስሊም ካብ ዝተፈላለዩ ሃገር ዝመፁ ነዚ ዝቃወሙ ከዓ ሰላማዊ ሰልፊ ወፂኦም ነይሮም ኣብ ኣሜሪካ ከምኡውን ካናዳ ብዙሓት ሰባት ወፂኦም ነይሮም ማለት እዩ ስለዚ እዚ ከኣ ክሕገዝ ኣለዎ ብምባል ከኣ ሓንቲ ቪድዮ ሰሪሕልኩም ነይረ ምናልባት እታ ቪድዮ ከርእየኩም

ላይቫችንን ሪፖርት አድርገው ቢያዘጉብንም እኛ ድምጻችንን ማዘጋት አይችሉም። በቪዲዮ እንዲህ እናሳያችኋለን ማለት ነው። ይቀጥላል። አንዴ የሚቆም ነገር አይደለም። ስለዚ በዚ ኣብ ናይ ፓብሊክ ትምህርቲ ቤት እ፣ ክውሰድ ዝተወሰነ ወይ ከዓኒ ብዛዕባ ግብረ ሰዶም ዘለማምድ ወይ ከዓኒ ብዛዕባ ጸወታ ዝምህር ማለት እዩ ወድን ጓልን ጥራይ ኣይኮኑን ስለዚ ተወሳኺ ከምዝን ከምዝን ከምዝን ኣሎ እ፣ ብምባል ንህፃናት እ፣ ዝምህርዎም ዓይነት ትምህርቲ ክተኣታቶ ተወሲኑ ነይሩ ማለት እዩ ድሕሪኡ ከዓ ከም ዝረኣኹሞ ብዙሕ ሰላማዊ ሰልፊ ተገይሩ ወይ ከዓ ንዕኡ ዝቃወሙ ከዓ ብዙሓት ሰባት ወፂኦም ተዛሪቦም ማለት እዩ እንተኾነ ግን ቤት ፍርዲ ወይ ከዓ ሓላፊ ወይ ካውንስል ናይዚ ሓበሬታ ማለት እዩ ነዚ ዝተገብረ ሰላማዊ ሰልፊ ወይ ዝተገብረ ተቓውሞ ግዲ ከም ዘይገበረሉ እዩ ዘርእየካ ወይ ከዓ ዝኾነ ይኹን ከም ዘይተገደሰሉ እዩ ዘርእየካ ምክንያቱ ነቲ ዝወፀ ሓበሬታ ወይ ከዓ ብዛዕባ ምምሃር ናይ ግብረ ሰዶም ብዝሓየለ መንገዲ ክቕፅል ምዃኑ እዩ ሓቢሩ ዘሎ ብዘይ ፍቓድ ወለዲ ህፃናት ናይ ግብረ ሰዶም ትምህርቲ ወይ ከዓ ብዛዕባ ዝተፈላለዩ ዓይነት ፀወታ ከም ዘለው ክምሃሩ ምዃኖም እዩ ሓቢሩ ዘሎ ወለዲ ከዓ ንደቆም ከምኡ ዓይነት ኣብ ዝምሃርሉ እዋን ከውፅዎም ከም ዘይክእሉ እዩ ተገሊጹ ዘሎ ማለት እዩ ስለዚ ምናልባት እዚ ኣብ ዝሓለፈ እውን ነጊረኩም ነይረ ኣብ ናይ ፓብሊክ ትምህርቲ ቤት ጥራይ እዩ ወፂኡ ዘሎ ወይ ኣብ ናይ መንግስቲ ትምህርቲ ቤት ንዝመሃሩ ጥራይ እዩ እዚ ሓበሬታት ወፂኡ ዘሎ ፕራይቬት ተምህሮ እንድሕር ኮንካ ከምኡ ዘይክምሃሩ ይኽእሉ እዮም ማለት እዩ ቀሊል ኣይኮነን ኣብ ናይ ፕራይቬት ትምህርቲ ቤት ከተምህሮም ደቅኻ ቀሊል ኣይክኸውን እዩ ግን እንተኾነ ግን ብዝተኻእለኩም መጠን ካልእ ኣማራፅታት ክትደልዩ ክትግደዱ ኢኹም ማለት እዩ ኣብ ትውስንዎ ወይ ከዓ ኣብ ትሓስብዎ ሓሳብ ከዓ ኣምላኽ ይሓግዝኩም ክብለኩም ደሊ ናብ ካልእ ምስ ንኸይድ ከዓኒ ብዛዕባ ኣብ ኣዲስ ኣበባ ወፂኡ ዘሎ ኣዋጅ ንውሑዳት ኣዋርሕ ዝኸይድ ኣዋጅ እየ ክነግረኩም ማለት እዩ ምስኡ ዝተሓሓዝ ግን ኣብዚ ሕጂ እዋን ዝተፈላለዩ ኤርትራውያን ኣብ ይእሰሩ ኣለዉ ብዝብል ዝተፈላለዩ ቪድዮታት ርኢኹም ክትኮኑ ትኽእሉ ኢኹም ገለ ካብኡታት ክርእየኩም ንጎ ሳዕ ሸሞንተ ግፋ ስለ ዝተጀመረ ዝናኣስካ ዝዓበኻ ትርከብ ኣብ ኣዲስ ኣበባ ስደተኛ ነብሰኻ ክትዕሉ ጥንቅቕ በል ብፍላይ መንቀሳቐሲ ዘለዎን ዘይብሎም ኩሉ ሰብ ስለ ዝተሓዝ ስለ ዘሎ ዝያዳ ጥንቅቅ ክትብል ሓበሬታ ይሕብረካ ኣለኹ። ሕመቕ ኣለና ንሕና ተኣሲርና ስለ ዘለና ብዝተኻለኩም መጠን ንኤምባሲ ወይ ኣብ ቀረባ ዝርከብ ሰባት ቤተሰብ ትብልዎም ሰባት መንቀሳቕሲ ስለ ዘይብልና ንሕና ንሕዋትኩም ተኣሲርና ስለ ዘለና ትሕጉስና ብትሕትና ንሓብር ኣለና። ስለዚ ጥንቅቕ በሉ ኣሕዋተይ፣ ኩልኹም ኣብ ኣዲስ ኣበባ ትርከቡ ሎሚ ሰዓት ሸሞንተ ንጎ ዕለት ኣርባዕተ ወርሒ ሸሞንተ ክልተ ሽሕን ዕስራን ሰለስተን ኣብ ቦሌ ኣራብሳ ዝተባህለ ቦታ ብዝሕ ዝበለ ሰብ ተገፊፉ ስለ ዘሎ ከባቢ ክልተ ሚትን ሓምሳን ዝኸውን ህዝቢ ኣሎ ተኣሲሩ ስለ ዘሎ ክሳብ ሕጂ ወላ ሓንቲ ፍታሕ ኣይተረኸበን ዘሎ ብዝያዳ ናትኩም ፍታሕ ክንገብር ተሓባበሩና ተሓባበሩና ተሓባበሩና ንብል ኣለና ብትሕትና ሓግዙና ኣሕዋትና ኣሕዋትና ኣሕዋትና ሕማቕ ኣለና
ስለዚ ከም ዝረኣኹሞ ብዙሓት ኤርትራውያን ከም ዝተኣሰሩ ዘርኢ ቪድዮታት ይዝርጋሕ ኣሎ ምናልባት መእሰሪኦም ምክንያት እኳ ንጹር እንተዘይኮነ ከም ንፈልጦ ግን ኣብዚ ሕጂ እዋን ኣብ ኢትዮጵያ ኣብ መንጎ መንግስቲ ኢትዮጵያን ከምኡውን ፋኖን ደይ ምስምማዕ ተፈጢሩ ኣሎ በዚ ከዓኒ ኣብ ጎንደር እውን ናይ ተኽሲ ልውውጥ ከም ዝተረኣየ እውን ዝተፈላለዩ ማዕከናት ዜና እውን ክገልፅዎ ቀኒን ኣለዋ

በዚ ከይኮነ ኣይተርፍን እዩ ኣብዚ ዝቀረባ እዋን ከኣ ዝወፀ ሓድሽ ኣዋጅ ኣሎ ወይ ከዓ ቤት ፅሕፈት ቀዳማይ ሚኒስተር ዝወፀ ሓድሽ ኣዋጅ ኣሎ ስለዚ ካብኡ የገድሰኩም እዩ ዝበልክዎ ብዙሕ እቲ ኣዋጅ ስለዚ ካብኡ የገድሰኩም እዩ ዝበልክዎ ውሑዳት ክነግረኩም ማለት እዩ እቲ ቀዳማይ ኣብ ኣደባባይ ኣኼባን ሰልፍን ምግባር ኣብ ኣደባባይ ወይ ከዓ ሰብ ዝእከበሉ ብብዝሒ ኣከባቢታት ኣኼባን ሰልፍን ምግባር ምውዳብ ብጉጅለ ምክያድን ምንቅስቃስን ብጉጅለ ምክያድን ምንቅስቃስን ዝኽልክል እዩ ማለት እዩ እቲ ካልኣይ ሰዓት እቶ እቶ ምእዋጅ ማለት እዩ ወይ ከዓ ብእዋኑ ምእታው ዝብል እዩ ማለት እዩ። ንዝተወሰነ ግዜ ሓደ ናይ ጉዕዞ መገዲ ወይ ከዓ ኣገልግሎት መውሃቢ ትካላት እዚ ከዓ ምናልባት ብለይቲ ንዝጓዓዙ ሰባት ማለት እዩ ወይ ከዓ ብለይቲ ካብ ከተማ ወፂኦም ንዝጓዓዙ ሰባት ዝምልከት ማለት እዩ። እሱ እውን ዝኽልክል እዩ ማለት እዩ። ሳልሰይቲ ከዓ ሰባት ንግዚኡ ብዝተወሰነ ቦታ ክፀንሑ ዝብል እዩ ወይ ከዓ ናብ ዝተወሰነ ከባቢ ከይኣትዉ ወይ እውን ከይወፁ ዝኸልክል እዩ ማለት እዩ። እዚ ከዓኒ ንውሑዳት ኣዋርሕ ቦታ ንክይትቕይር ዝኽልክል እዩ ማለት እዩ። ራብዓይ ከዓኒ ናይ ውግእ መሳርሒ ወይ ከዓ በላሕቲ ወይ እውን ሓደጋ ከውርዱ ዝኽእሉ ነገራት ሒዝካ ምንቅስቓስ ዝኽልክል እዩ ማለት እዩ። እዚኣ ከዓ ወሳኒት እያ። ሓሙሻይ ከዓ ገበናት ዝፍፀመሎም ወይ እውን ክፍፀመሎም ይኽእል እዩ ኢሎም ዝተጠርጠሩ ኣቑሑ ንምሓዝ ብዘይ ትእዛዝ ቤት ፍርዲ ኣብ ዝኾነ ይኹን እዋን ዝኾነ ይኹን ስፍራን መጓዓዝያን ምውሳድ ኣይፍቀድን ዝብል ወይ ምልዓል ኣይፍቀድን ዝብል እዩ ማለት እዩ። ስለዚ ከምዚ ዝብል ወጺኡ ኣሎ ብቤት ጽሕፈት ቀዳማይ ሚኒስተር ከምዚ ዝብል ኣዋጅ ወጺኡ ኣሎ ማለት እዩ። እዚ ኣዋጅ ከኣ ንውሑዳት ኣዋርሕ ወይ ከኣ ንዘይተፈልጠ ኣዋርሕ ዝኸይድ እዩ ማለት እዩ። ምናልባት ካብዚኤን እተን ኣቐዲመ ክነግረኩም ዝጸናሕኩ እኩብ ምኽያድ ዝበሃል ወይ ከኣ ሰዓት ሕላፍ ምክያድ ዝበሃል ዝተፈላለዩ ዘየድሊ መሳርሒታት ወይ ከዓ ሰብ ክጎድእ ይኽእሉ እዮም ዝተባሃሉ መሳርሒታት ሒዝካ ምርካብ እተን ክእስራ ዝኽእላ እየን ኣብዚ ሕጂ እዋን ጠንቂ ኮይነን ዘለዋ እየን ስለዚ ካብዚ ክትጥንቀቑ እየ ክነግረኩም ዝደሊ ማለት እዩ ምእሳር ናይዞም ኤርትራውያን ዝበሃል ነገር እቲ ጠንቁ ንጹር ኣይኮነን ግን ካብዚ ወይ ካብዚ ኣዋጅ ተመርኪሶም ክኾኑ ከም ዝኽእሉ እዩ ዝግመት ማለት እዩ ስለዚ ጋይስ ናይ ሎማዓንቲ ቪድዮ ዝመስል ነይሩ ሓደሽቲ ድሕር ኮንኩም ሳብስክራይብ ኣይትረስዑ ክሳብ ኔክስት መደብ ንራኸብ ሰላም።